ነቦኡ ኣሳቕዮም ናብ ገበን ከም ዝኣቱ ምስ ገበርዎ፣ ወዱ ሕነ ክፈዲ ብምባል ብኽሕደት ሃገር ዘሕትት ስራሕ ይሰርሕ። ሰላም ኣብ በብዘለኹሞ ሰላምኩም ይብዛሕ ነዛ ቻናል ሓደሽቲ እንተኾይንኩም ሳብስክራይብ እንዳገበርኩም ነዛ ቪድዮ ድማ ላይክ እንዳገበርኩም ኣጀምሩ ሰናይ ፃንሒት። ፊልምና ክትጅምር እንኮላ ናይ ህንዲ ናይ ፖሊስ ኤጀንት ካብ ናይ ቻይና ፖላዊስ ጅሄድ ዝበሃል ጥንታዊ ናይ ቻይና ቅርሲ ክቕበልዎም እንከለዉ ንርኢ። ናይዞም ፖላዊስ ዋና ሓለቓ ዝኾነ ድማ ቪንሰንት ዝበሃል ሰብ ንላለ። ንቪንሰንት ኣቡኡ ፖሊስ እዩ ነይሩ። ብዝኾነ ምኽንያት ግን ኣብ ዝኾነ ገበን ኣትዩ ተረኺቡ። ካብ ስርሑ ተባሪሩ እዩ። እዞም ፖላዊስ እውን ነዚ ጥንታዊ ቅርሲ ተቐቢሎም ኣብ መገዶም እንዳኸዱ እንከለዉ ብመንገዶም ሓንቲ ጎብየ ትኸትሮም። እቲ ሓደ ፖሊስ እውን ነታ ጎብየ ከልዕላ ኢሉ ካብቲ መኪና ወሪዱ ናብታ ጎብየ ምስ ቀረበ እዚ ኩሉ እዚ መፈንጠራ ከም ዝኾነ ይርዳእ። ሽዑ እውን ቀልጢፉ ናብታ መኪና እንዳጎየ ይምለስ። ኣብዚ ግዜ እዚ እውን ካበይ መፅዩ ዘይበልዎ ጠያይቲ ናብቶም ፖላዊስ ክትኮስ ይጅምር። በዚ ተኹሲ ዝተሰናበዱ ፖላዊስ እውን ካብቲ ቦታ ምስ ተበታተኑ እዞም ሸፋቱ ነቲ ጥንታዊ ቅርሲ ካብታ መኪና ኣውፂኦም ይወስድዎ። ብድሕሪ እዚ እውን ንቪንሰንትን ንናድን ሓላፊኦም ናብ ኦፊስ ፀዊዑ ክቋየቖም እንከሎ ንርኢ። ቪንሰንት እውን ነቲ ዝተሰርቀ ቅርሲ መሊስና ክነምጾ ኢና ብምባል ተዛሪብዎ ካብቲ ኦፊስ ወጺኦም ይኸዱ። ቀጺልና እውን ሓንቲ ዩሃን ዝተባህለት ፖሊስ ካብ ቻይና ንበዓል ቪንሰንት ክትሕግዞም ከም ዝመጸት ንርኢ። ንበዓል ቪንሰንት ሓላፊኦም፣ በዚ ነገር እዚ ሕጉስ ኣይነበረን፣ ዮሃን ብምምጽኣ ማለት እዩ። ኵላቶም ተኣኪቦም እንከለዉ እውን ቪንሰንት ነዚ ጥንታዊ ቅርሲ ክሰርቅዎ ይኽእሉ እዮም ኢሉ ዝሓሰቦም ጋንግስተራት ተራ ብተራ እንዳገበረ ከርእዮም ይጅምር። ካብ መንጎ እዞም ኵሎም ጋንግስተራት እውን ናይ ኵላቶም ዓይኒ ኣብ ሓደ ራኡል ዝተባህለ ውሩይ ጋንግስተር የዒንቶም ይዓርፍ። እዚ ራኡል ዝተባህለ ጋንግስተር ንቪንሰንት ኣቦኡ ኣገዲዱ ገበን ክፍጽም ገይርዎ ዝነበረ ሰብ እዩ። በዚ ምኽንያት እዩ ኸኣ ንቪንሰንት ኣቦኡ ካብ ስርሑ ዝተሰጎ። ከምቲ እቶም ፖላዊስ ዝገመትዎ እውን ነቲ ዝተሰርቀ ንብረት እውን ናብ ራኡል የምጽኦ። ራኡል እውን ነቲ ሳንዱቕ ከፊቱ ምስ ረኣዮ፣ ኣብ ውሽጡ ዋላ ሓደ ኣይነበሮን፣ እቲ ሳንዱቕ ጥርሑ እዩ ነይሩ። ኣብዚ ግዜ እዚ እውን ራኡል ብሕርቃን ነቶም ነዚ ንብረት እዚ ንኽሰርቅዎ ልኢኽዎም ዝነበረ፣ ነቶም ናቱ ሰራሕተኛታት ነዚ ንብረት ንስኹም ዲኹም ወሲድኩሞ እንዳበለ ከፋጥጠሎም ይጅምር። ንሳቶም እውን እንዳፈርሑ ንሕና ዋላ ሓደ ንብረት ኣይወሰድናን ከምታ ዝለኣኽካና ነታ ሳንዱቕ ካብቶም ፖላዊስ ሒዝናያ ኢና መጺእና ኣብ ውሽጢ እንታይ ኣሎ ዋላ ሓደ ንፈልጦ ነገር ኣይነበረን ብምባል ይምልስሉ። ራኡል እውን ነዚ ንብረት እዚ ናባይ ሒዝኩሞ እንተዘይመጺኹም ክቐትለኩም እዩ ብምባል እንዳሓንሓነን እንዳፈራርሐን ካብ ዝኣተኹም ኣቲኹም ኬድኩም ነዚ ንብረት ኣምጽዎ ብምባል ይልእኾም። ኣብ ዝቕጽል መዓልቲ እውን ራኡል ከፍ ኢሉ ቁርስ እንዳበልዐ እንከሎ ንሪኦ። ሓንቲ ጽብቕቲ ጓል ናብኡ መጺኣ ግን ካብ ቁርሲ ኣቋሪጻ እታ ንብረት ጽዒና ትመጽእ ዝነበረት መርከብ ከኣ ኣብ ኢድ ፖላዊስ ወዲቓ ኣላ። ነቲ ነዚ ከሰርሓልካ ኣዚዝካዮ ዝነበርካ ንብራቮ'ውን ፖላዊስ ሒዞምዎ ኣለዉ። ብምባል ገና ብንግሆኡ መርድእ ትነግሮ። ነቲ ዝተኣስረ ንብራቮ ሓዉ። ንሱ'ውን ምስ ራኡል ስለ ዝሰርሕ ናብ ራኡል ቀሪቡ ኣነ ዝኸፈልኩ ከፊለ ንሓወይ ከፍትሖ'የ። ብምባል ይዛረቦ። ራኡል ግን ሓውኻ ንፖላዊስ ብዛዕባይ መረዳእታ ክህቦም ይኽእል እዩ፣ ስለዚ ኸኣ ዘለኒ መማረጺ ኣብቲ ቤት ማእሰርቲ እንከሎ ንብራቮ ምቕታል እዩ ኢሉ ይምልሰሉ። ኣብዚ ግዜ እዚ እውን ነቲ ተኣሲሩ ዘሎ ብራቮ ሓዉ ሓሪቑ ካብቲ ገዛ ይወጽእ፣ ራኡል እውን ካብቶም ናቱ ሓሻኽር ተኸታተልዎ ብምባል ንኽከታተልዎ ክልተ ሰባት ይምድበሉ። ኣብቲ ሓደ ኸኣ ኣብቲ መደብር ፖሊስ ቪንሰንትን ዮሃንን ንብራቮ ብሕቶታት ከፋጥጥዎ እንከለዉ ንርኢ። ብራቮ ግን ዋላ ሓንቲ ቓል ክትንፍስ ኣይከኣለን። ብዛዕባ ራኡል ዋላ ሓደ ኣይነገሮምን። ብድሕርዚ ቪንሰንትን ዮሃንን ካብቲ መደብር ፖሊስ ወጺኦም ብመኪና ብሓንሳብ እንዳኸዱ እንከለዉ፣ ብድሕሪኦም ሓንቲ መኪና ክትስዕቦም እንኮላ ይርእይዋ። ኣብዛ ትስዕቦም ዘላ መኪና ንብራቮ ሓዉ ከም ዘሎ ንርኢ። ዩሃንን ቪንሰንትን'ውን ነዚ ምስ ተረድኡ ነታ መኪና ተሓቢኦም የሕልፍዋ'ሞ ብግልባጡ ተመሊሶም ንብራቮ ሓዉ ክከታተልዎ ይጅምሩ። ሓው ብራቮ ናይ ዋዛ ኣይነበረን ነቶም ፖላዊስ ይካታተልዎ ከም ዘለዉ ስለ ዝፈለጠ ኮነ ኢሉ ናብ ዝኮነ ገዛ ሒዥዎም ይከይድ እሞ ሽዑ ውን ናብቲ ገዛ ኣትዩ ብላዕሊ ኮይኑ እንዳራኣዮም ቁሩብ ጸኒሑ ካብቲ ገዛ ወጽዩ መኪንኡ ተሲኡ ይኸይድ፣ ቪንሰንትን ዮሃንን እውን ኣብ ደገ ክጽበይዎ ጸኒሖም። ንሱ ምስ ከደ ናብቲ ውሽጢ ገዛ ይኣትዉ እሞ ክፍትሹ ይጅምሩ። እቶም ናይቲ ጋንግስተር ራውል ሰባት ንብራቮ ሓዉ ክስዕብዎ ተመዲቦም ዝነበሩ ንቪንሰንትን ዮሃንን ናብቲ ገዛ ክኣትዉ ስለ ዝረኣይዎም ደድሕሪኦም ስዒቦም ናብቲ ገዛ ይኣትዉ። ኣብ መንጎኦም እውን ከቢድ ዝኾነ ባእሲ ይፍጠር። ኣብዚ ባእሲ እውን ዮሃንን ቪንሰንትን ይዕወቱ። ብድሕርዚ እውን ዮሃንን ቪንሰንትን ሽጉጦም መዚዞም ኣውፂኦም ራሁል ኣበይ ኣሎ እንዳበሉ ከፋጥጥሎም ይጅምሩ። ራሁል ኣበይ ከምዘሎ መርሚሮም ምስ በፅሕዎ እውን ናብ ሓላፊኦም ደዊሎም ራሁል ዘለዎ ቦታ ፈሊጥናዮ ኣለና፣ ክንሕዞ እውን ንኸይድ ኣለና ይብልዎ። ብተመሳሳሊ ሰዓት እውን ኣብቲ ሓደ ንራሁል ቴሌፎን ይድወሎ። ራሁል ቀልጢፍካ ኣምልጥ፣ እቲ ዘለኻዮ ቦታ ፖላዊስ ፈሊጦምዎ ኣለዉ። ራሁል እውን ነቲ ዝደወለሉ ሰብ መን እዩ ዝከታተለኒ ዘሎ፣ ኣየናይ ፖሊስ እዩ ብምባል ይሓቶ። እቲ ዝደወለሉ ሰብ እውን ቪንሰንት ዝበሃል ፖሊስ እዩ ዝከታተለካ ዘሎ ብምባል ይነግሮ። ራሁል እውን ምልስ ኣቢሉ ነቲ ዝደወለሉ ሰብ ቪንሰንት ብዛዕባይ እንታይ መረዳእታ ከም ዘለዎ ፈቲሽካን ኣጻሪኻን ኣምጸለይ ይብሎ። ናብ ቪንሰንትን ናብ ዮሃንን እውን ክንምለስ እንኮለና ብሓንሳብ ኮይኖም ድራር ክበልዑ እንከለዉ ንሪኦም። ኣብቲ ቦታ ግን ሓደ ዝከታተሎም ሰብ ከም ዘሎ ንርኢ። ኣብቲ ሓደ ኸኣ ናብ ናይ ቪንሰንት ገዛ ሓደ ሰብ ኣትዩ ክፍትሽ እንከሎ ንሪኦ። እዚ ናብ ናይ ቪንሰንት ገዛ ሴሮ ኣትዩ ዝፍትሽ ዘሎ እውን ብዘይተጸበናዮ መልክዑ እቲ ንበዓል ቪንሰንት ሓላፊኦም ኮይኑ ይጸንሕ። ንቪንሰንት ሓላፊኡ ንራሁል እዩ ዝሰርሕ። ቪንሰንት ሓላፊኡ ንራሁል ከም ዝሰርሕ ካብ ዝፈልጥ ጸኒሑ እዩ። ግን ከኣ ን ሓላፊኡ ምስ ራሁል ክራኸብ እንከሎ ኢድ ምስ ፈንጂ ክሕዞ መረዳእታታት ከተኣኻኽብ እዩ ጸኒሑ። ን ቪንሰንት ሓላፊኡ እውን ኣብቲ ገዛ እንዳ ፈተሾ እንከሎ ኣብ ተስሓቢ ሓንቲ ቦርሳ ይረክብ። ኣብዛ ቦርሳ እዚኣ እውን እዚ ሓላፊኡ ምስ ራሁል ዝተዘራረቦም ናይ ቴሌፎን ጻውዒታት ሪከርድን ዝተፈላለዩ ናይ ወረቐት መረዳእታታትን ተኣኪቡ ይረክብ። ብድሕርዚ'ውን ናብ ራሁል ደዊሉ፣ ቪንሰንት ንዓኻን ንዓይን ንገበናትካን ከጋልጸና እዩ ዝሓስብ ዘሎ ብምባል ይነግሮ። እቲ ካብ ቻይና ዝመጸ ጥንታዊ ቅርሲ ንብረት ኣይጠፍአን። ቪንሰንት እዩ ሰሪቕዎ ኮነ ኢሉ ግን ነቲ ገበን ናባኻ ጸጊዕዎ። እዚ ኩሉ ናይ ቪንሰንት መደባት እዩ። ነቲ ቅርሲ ወሲዱ ነቲ ሳንዱቕ ጥርሑ ዘትረፎ ቪንሰንት ባዕሉ እዩ ይብሎ። ራሁል እውን ነዚ ምስ ሰምዐ ኣዝዩ ይሓርቕ። በቲ ሓደ ገጽ ከኣ ቪንሰንትን ዮሃንን ናብቲ ራሁል ኣለዎ ዝተባህሉ ቦታ ብመኪና ከምርሑ እንከለዉ ንሪኦም። ግን ከኣ እቲ ነገር ብግልባጡ ኮይኑ ናይ ራሁል ሰባት ብድሕሪኦም ብመኪና እንዳሰዓቡ ክትኩሱሎም ይጅምሩ። ዮሃንን ቪንሰንትን እውን ብመኪንኦም እንዳሃደሙ ዮሃን በቲ ሞሽኮት ወጽያ ጥይት እንዳተኮሰትሎም ናብ ገማግም ባሕሪ ይበጽሑ። ኣብቲ ባሕሪ እውን ሓደ ጀልባ ዝሓዘ ወዲ ይረኽቡሞ ነታ ጀልብኡ የሕዲጎምዎ። በቲ ባሕሪ ክጓዓዙ ይጅምሩ። እቶም ናይ ራሁል ሰባት እውን ካልኦት ጃላቡ ሒዞም ክስዕብዎም ይጅምሩ። ሕጂ እውን ደድሕሪኦም እንዳሰዓቡ እንዳተኮሱ ከጨንቕዎም ይጅምሩ። ኣብ መንጎ እዚ ተኹሲ እውን ቪንሰንት ንዮሃን ብዛዕባ እቲ ዝጠፍኣ ቅርሲ ብዙሕ ኣይትጨነቒ ኢኺ፣ እቲ ቅርሲ ኣይተሰርቀን ምሳይ እዩ ዘሎ ይብላ። ኣብ መንጎ እዚ እውን እቶም ናይ ቻይና ፖላዊስ ኣብ ልዕሊ ዮሃን መከታተሊ ጂፒኤስ ገጢሞም ስለ ዝነበሩ ናብቲ ዘለዎ ቦታ ይመጹ'ሞ ካብዞም ጋንግስተራት የድሕንዎም። ብድሕርዚ'ውን ዝኾነ ይኹን ሓገዝ ምስ ዘድልየኩም ደውሉልና ብምባል ቴሌፎን ሂቦምዎም ይኸዱ። ብድሕርዚ'ውን ዮሃን ንምንታይ ኢኻ እቲ ቅርሲ ምሳኻ ከም ዘሎ ኣቐዲምካ ዘይነገርካኒ እንዳ በለት ብሕርቃን ትዛረቦ። ቪንሰንት እውን ምልስ ኣቢሉ እዚ ሓደገኛ ጋንግስተር ራኡል ነቦይ ገበን ክሰርሕ ኣገዲዱ ከም ስርሑ ከም ዝባረር ገይርዎ ኣነ ኸኣ ንራኡል ክሕዞን ሕነይ ክፈድን ብምባል እየ ነዚ ኩሉ ዝገብር ዘለኹ ብምባል ይምልሰላ። ኣብ እዚ ቦታ እንኮሎ እውን ራውል ምስ ሓሻኽሩ ናብቲ ቦታ ይመጽእ። እንዳ ሓጨጨን እንዳ ተላገጸን እውን ቪንሰንት እቲ ቅርሲ ምሳኻ ከም ዘሎ ፈሊጠ እየ ንዓይ መሊስካ እንተ ትህበኒ ይሕሸካ ብምባል ይዛረቦ። ቪንሰንት እውን ምልስ ኣቢሉ ፈጺመ ይህበካን እየ ዘምጻኻ ኣምጽእ ይብሎ። ሽዑ እውን ምስቶም ናይ ራሁል ሰባት ክበኣሱ ይጅምሩ። ብዙሕ ምስ ተባእሱ እውን ራሁል ብሽጉጥ ገይሩ ንዩሃን ይሕዛ። ሽዑ እውን ንቪንሰንት ነቲ ቅርሲ ምስ ኣምጻኻዮ ንዮሃን ክመልሰልካ እየ እንተ ዘየምጺኻዮ ግን ንዮሃን ክቐትላ እየ እንዳ በለ ሓንሒኑሉ ንዮሃን ሒዝዋ ይኸይድ። ካብቲ ቦታ ንዮሃን ሒዞማ ምስ ከዱ ራሁል በቲ ኣብ ልዕሊ ዮሃን ዝተገጠመ መከታተሊ ጂፒኤስ ገይሩ ናብቲ ዘላቶ ቦታ ጉዕዞ ይጅምር። ራሁል ከኣ ንዮሃን ወሲዱ ክሳቕያ እንከሎ ንርኢ። ቪንሰንት ከኣ በታ ሓደ ገጽ ንዮሃን ከድሕና ናብ ራሁል ክመጽእ እንኮሎ ንሪኦ። ቪንሰንት እውን ብሄሊኮፕተር ጌሩ ናብቲ ራሁል ንዮሃን ዝወሰዳ ቦታ ይበጽሕ። ናብቲ ቦታ ምስ በጽሐ እውን ምስቶም ናይ ራሁል ሰባት ክበኣስ ይጅምር ግን ከኣ ብዙሓት ስለ ዝነበሩ ቪንሰንት እውን ተሃሪሙ ኣብ ኢድ ራሁል ይወድቕ። ኣብ መሬት ወዲቖም እንከለዉ እውን ኣብ መንጎ እዚ ቪንሰንት ተሲኡ ክበኣሶም ይጅምር። በዚ ዕግርግር ተጠቂማ እውን ዮሃን ተሲኣ። ሕጂ እውን መሊሶም ብዘለዎም ዓቕሚ ክበኣስዎም ይጅምሩ። ኣብ መወዳእትኡ እውን ቪንሰንትን ዮሃንን ነቶም ናይ ራውል ሰባት ቀጥቂጦም ይውድእዎም። ቪንሰንት እውን ንራውል ሒዙ እንዳሃረሙ እንከሎ፣ ፖላዊስ ይመጹ እሞ ንራውል ሒዞሞ ይኸዱ። ኣብ መወዳእትኡ እውን ራውል ተኣሲሩ ንቪንሰንት ኣቦኡ እውን ናብ ስራሕ ክምለስ እንከሎ ሪእና ፊልምና ኣብዚ ትውድእ። ነዛ ቻናል ሓደሽቲ እንተኾይንኩም ሳብስክራይብ እንዳገበርኩም ነዛ ቪድዮ እውን ላይክ እንዳገበርኩማ ሓሳብ ወይ እውን ሪኢቶ እንተለኩም ኣብ ኮመንት ኣቐምጡልና ብኻልእ ቪድዮ ክሳብ ንራኸብ ሰሰናዩ። ጻዕዳ መዓር፣ ቀይሕ መዓር ከምኡውን ቅጫ መዓር ምስ እትደልዩ በዘን ኣብዚ ስክሪን ዘለዋ ቁጽሪ ቴሌፎን ደዊልኩም ክትእዝዝዎም ትኽእሉ ኢኹም። ኣብ ኣዲስ ኣበባ ንዘለኹም ልዕሊ 10 ኪሎ ምስ ትእዝዙ ናብ ዘለኹሞ ቦታ ክነብጽሓልኩም ንኽእል ኢና ይብልኹም ኣለዉ።